ሰላም ሰላም ክቡራት ተኸታተልተይ ከመይ ምሽኹም ድዩ ዝበሃል ከመይ ውዒልኩም ኣብዚ ብጣዕሚ እዩ ምሽንኡ ደርኳ ሰዓት ኣርባዕተ ኮነ ሰዓት ኣርባዕተ ምሸት ናይ ምሸት ማለት እዩ እዩ ያው ላሕሚ ባርካና ወሊዳ ከምዚ ትሪኡ ኣለኹም በይና ናቱ ላስ ዋእ ደቂሰ ነይረ ደንጊፀ ናይ ጣ ድምፂ ሰሚዐ ከምዚ ትሪእዋ ኣለኹም ምቅርቲ ዝኾነት ንባዕላ ትመስል ወሊዳ ኣላ እስኪ ንዑ መርቕዋ ኣነ ከምዚ የጥዓ ክፈቲ ተድምፀን ዋላ ገለ እምባህ ትብል ተሎ ናይ ጣዓ ድምፂ ከመይ ትፈትዎ የለኹም እናስ ንዕስኩ ማርያም ውፅ እንኳዕ ዳሕና እንታይ እዩ ዝበሃል እንኳዕ ማርያም ውፀት ክበልዋ እንኳዕ ዳሕና ወለድኺ እንኳዕ ማርያም መሓረትኪ እንኳን ማርያም ማረችሽ ትግርኛ ዘይትሰምዑ ዶ እንኳን ማርያም ማረችሽ በልዋ። ትግርኛ ትሰምዑ ዶ እንኳን ማርያም ውፅእትኪ እንኳዕ ዛሕና ተጋላገልኪ ኢልኩም እስኪ ንዑ መርቕዋ ርእይዋማ እትፅብቕ ኣብለይ ሰዓት ወፅዮ እየ ታያ ወሊዳ ድያን እያ ገሌለ ይወፅ ኣለኹ ሊሓስኹ ተሓጒሰ ንስኹም ክትምርቕዋ ኢላ ኣምፅኦ እያ ማለት እዩ ደስ ኣይትብሊ ኣጣል ትፈትወኒ ኢኹም ደቂ ገጠር ዓይኒ ስርስር ትብላ ድሮ ተወሊዳስ ድሮ ተንከርከር ጥያ እኳ ኣይትረግፅለይ ብሓቂ ተንከርከርከርከር እያ ትብል ሪዋ ደልዲላ ኣይትረግፅለይ ብትክክል ጣናይ ገጠረ ጣዓ ዘንድምፀን እኳስ ብቃ ገይሩ ልፍትወካ

ዓውዪ ዓውዪ ጠስሚ ኣውፅኢ በቃ ዋእ እስኪ ሃመይ እዩ ናይ ላሕሚ ምርቓ እስኪ ኣታ ብትኸክል ድሮ ወፂኣት ድሮ ሃመይ ተንከርካርቱላ ኻዚ እኮ እያ ገና እግራ እኳ ለይደልደለትሲ ሓጠርጠርጠርጠርጠር ትብል ገሪምኒ እንድሕር ተወሊዱስ ለዮ ግን እግራ እኮ ብደንቢ ተንከርከር እያ ትብለና ኻዚ እያ ልማኣንቲ ማለት እዩ ምስሊ ለምኳም ምስሊ ምስሊ ቅምጥ ኢላ እንኣ ናቡኣ ይሓዘት ይምስሊ ብቐደማይ ብመስቀል ከምዚኣ ቀዳም ዝወለደት ነይራ ሓንቲ ላሕሚ ካልእቲ ንኣላ ቀይሕ ላሕማ ጻዕዳ እሳ ቀያሕ ናባኣ ሒዝና ላኣልና እዚኣማ ቅምጥ ኢላ በቃ ናዲኣ ምስሊ ከም ዝሪእዋልኩም ልክዕ ኣዳኣ መሲላ ወሊዳ በልናክን ውይ ደስ ይብል በትክክል ምቅርቲ ልኾነት ሰው ኢላሲ ኩሉ ነገራ ዝሕብራስ በቃ ልክዕ እንኣ እኮ እያ ማርያም ቤተን ካልኦት ሓንቲ ጸላም ኣላ ቀያሕ ወሊዳ ሓንቲ ጻዕዳ ኣላ ልክዕ ጸይሕ ወዲ ወሊዳ

ዋይና ላሕሚ መቁሪ ዘየብ ደገ ወደ ደቢላ ህንጅራት ተንከርከር ትብላ ምሸት ምድሪ ወይ ወይ ቁሪ ግን ሞይታ ዝኾነ ሰፈር ኣለዋ እንዲዩ ግን ኣብኡ ታምራኽ ከይትጸቕጠልና ኢና እምበይ ታምራኽስ ክትጸቕጣ እያ ምሸት እዩ ኒኣ ይቅርታ ዝንባሃ ኣለኹ ዝኾነ ሰፈር ኒኣስ ከይትጸቕጣ ናብቲ እንትን ናብቲ መንደቕ ከይትጣበቐልና ኢና ቢልናያ እምበይ ሰፈር ኣለወን እዩ ግን በቃ ኣብቲ ሰፊሕ መረባ እያ ትበልዕ ኣላ ኣብዚ ግን መረባይ ናብ ሰፈራ ትኣትዎ ድማ እቲ ፀቕጣ እያ ፀብ ፅብ ዝበለ እዩ እታ ምራኽ ደሞ ተንከርከርከርከር ኢላ ናብቲ መንደቕ ድቕስም ስለ ትብል ኣብዚኣ ከም ድሌታ ትንቀሳቐስ ኢልናስ ግን ሓያል ቁርን እየ ክነግረኩም ይኽእል እየ ከዚ ምስ ወለደት ለይቲ ሰዓት ኣርባዕተ ወፂኤ ክቕረፅ ሓያል ቁሪ እዩ ነይሩ እና ሞይታ እያ ቁሪ ብቻ ና ገንዘብ ስም ዞሮ ግን ናሰማ እንደይ ሓድሽ ምንጻፍ ሓድሽ ምንጻፍ ክንጸፍ ነይሩ ክንደይ ገዓት ምተገዓተ ክንደይ ቡና ምተቐለየ ክንደይ ቁርሲ ቡን ምተቖረሰ ናይ ላሕምስ ብረክቲ ኣይ ገንዘብ እኮ ብእውነት ከፍቲ ማለት እኮ ስኢላ ብርክቲ

ጸባ ስቲ ይብልካ ቀደም ሽሕ ይፍረያ ይልካ ዋንጫ ሰላም ይባሃል ነይሩ እና ረእዋ በቃ ምሸት ንምሸቱ እንኳዕ ብርሃን ረአና ኮይኑ እንኳዕ ብርሃን ረአና እንኳዕ ብርሃን ረእኽኒ ብርሃን ረእኽን ወይዘሮ ጣንኳ ብርሃን ርኢኽን ኢልና ኢና ኣለና ንስኹምለ መርቕወን በተለይ በተለይ ደቂ ገጠር ደቂ ዓበይቲ ኣብ ከምዚ ጣዕይ ምራክ ይፃባይ ልበፅሓን ትልብሃል ልብሃል ኣብ ኮመንት ካለ ቤተሰበይ ልኮንኩም ሳብስክራይብ ቤተሰበይ ልኮንኩም ለ ላይክን ምረቃን ፀሓፉልና ማለት እዩ። በቃ ደሕና ሕደሩለይ። ባይ ባይ። ሰሰናይ ንዓኹም ይቀንየለይ። ቻው